ንሱ ድማ ሓዊ ጐይታ ምዃኑ ናይ ጉባኤ መራሒ ከይኮነ ኣይተርፍን ዝብል ሓሳብ ኣሎ። እዚ መልእኽቲ ኣብ ኣህዛብ ማእከል ተበቲኖም ዝርከቡ ንዓሰርተ ክልተ ነገዳት ዝብል እዩ። ክርስትያናት ዓቢ ዝኾነ ሕቶ ኣለዎም ነገር ከኣ ሳሕቲ ድማ ኣብ ተግባሮም ጌጋ ይርከብ እዩ። ብእምነት ኣብ እግዚኣብሄር ምውካል ህዝቡ ድማ ምዃን ንዓለም ኣጥቢቖም ብምእማን ዝመጾም ሳዕቤን ነቲ ቅኑዕ መልሲ ዘይምውካሉ እቲ ወንጌል ምስ ሕይወቶም ይቃረን። ሓይሊ ከም ዝተመልኡን ግሉሓት ምሩጻት ቃላትን ያእቆብ ነዚ እዩ ከም ግርጭት ዘቕርቦም። እዚኣቶም ከም ንክርስትያናዊ እምነት ከም እኹል ጌርካ ክትዛረበሉ ኣይትኽእልን። ንሱ ያእቆብ ግናብ ዝበሎ እዚ ዓይነት ንግደፎ። ኣሕዋተየ እቲ ጽቡቕሲ ሓደ ሰብኣይ እምነት ኣላትኒ እንተበለ፣ ግብሪ ግና ካብ ዘይህልዎ፣ እዛ እምነት እዚኣዶ ተድሕኖ እያ? እታ ዝተረጋገጸት ሓቀኛ እምነት ንህይወት ትልውጥ እያ። ያእቆብ ደብዳቤኡ ክጅምር ከሎ ሓድሓደ ሓፈሻዊ ናይ ክርስትያናት ህይወት ዛዕባ ገይሩ እኳ እንተ ጀመረ፣ ብምቕጻል ንክርስትያናት ዘተባብዖም ኣብ ሕብረተሰብ ውሽጢ ብፍትሒ ንሓቅን ደው ክብሉ ከለዉ፣ ነዚ ድማ ተግባራውነቱ ስነ መለኮታዊ ኣካይዳ ገይሩ፣ እቲ ኣብ መንጎ እምነትን ተግባርን ዘሎ ዝምድና እዩ ዘረድእ። ያእቆብ ብተወሳኺ ዝገለጾ ሓሳባት ጥቕሚ ኣዘራርባኻ ምግታእ እዩ። ክልተ ዓይነት ጥበብ ከም ዘለዋ ሰማያዊትን ምድራዊትን ካብዚ ተላዒሉ ነቶም ኣንበብቲ ይኹን ሰማዕቲ እዚ ቃል ካብቲ ክፉእ ተመሊሶም ንእግዚኣብሔር ክእዘዙ እዩ ኣጥቢቑ ዝምዕድ። ኣብ መጨረሻ ንሓድሕዶም ክተሓላለዩን ክጻላለዩን ክበራትዑን ንኣምላኽ ብእሙንነት ከኽብርዎ እዩ ዝገልጽ። ዝተጻሕፈሉ ዕላማ ግብዝነት ንምግላጽን ምቅዋምን እቲ ሓቀኛ ክርስትያናዊ ባህሪ ንምምሃርን እዩ ተጻሒፉ። እቲ ቀንዲ ቃል ኣብ መልእኽቲ ያዕቆብ ምዕራፍ ክልተ ቁጽሪ ዓሰርተ ሸሞንተ ዘሎ ኮይኑ ግናኸ ሓደ ሰብ ግዳ ንስኻ እምነት ኣላትካ ኣነ ኸኣ ግብሪ ኣሎኒ ይብል ይኸውን እምበኣርሲ እምነትካ ብዘይ ግብሪ ኣርእየኒ ኣነ እውን ብግብረይ ገይረ እምነተይ ከርእየካ እየ እዛ ደብዳቤ ከመይ ጌርካ ክርስትያናዊ ናብራ ከም እትመርሕ እያ እተርኢ። ኣጸቢቕካ ድማ ነዛ መልእኽቲ ተሰሚዕካያ ወይ ተንቢብካያ፣ ናይዚ ቃል ክብሪ ኣብ ህይወትካ ክርከበካ እዩ። እዚ ዝረኣናዮ ድሕሪ ባይታ ናይ መልእኽቲ ያእቆብ ክኸውን ከሎ፣ ምዕራፍ ሓደ ቁጽሪ ሓደ ያቆም ናይ ኣምላኽን ናይ ጐይታና ኢየሱስ ክርስቶስ ባርያ ነቶም ፋሕ ኢሎም ዘለዉ ዓሰርተው ክልተ ነገድ ሰላም ይብሎም ኣሎ። እምነትን ጥበብን ቁጽሪ ክልተ ኣሕዋቴ በበይኑ ዝኾነ ፈተና እንተበጽሓኩም ንኹሉ ከም ሓጐስ ቁጸርዎ። እቲ ምፍታን እምነትኩም ትዕግስቲ ከም ዚገብር ፈሊጥኩምሲ፣ ብሓንቲ እኳ ከይጐደልኩም ፍጹማትን ምሉኣትን ምእንቲ ኽትኰኑ፣ እታ ትዕግስቲ ፍጹም ግብሪ ይሃልዋ። ቍጽሪ ሓሙሽተ፣ ሓደ ካባኻትኩም ጥበብ እንተ ጐደለቶ ግና፣ ነቲ ከየስተሓፈረ ንዅሉ ብልግሲ ዚህብ ኣምላኽ ይለምኖ፣ ኪውሃቦውን እዩ። እቲ ዝጠራጠርሲ ከምቲ ንፋስ ዝደፍኦን ዝመልሶን ማዕበል ባሕሪ እዩ ዝመስል እሞ ከይተጠራጠረ ደኣ ብእምነት ይለምን። ክልተ ዝልቡ ሰብኣይ ብኹሉ መገዱ ጽኑዕ ኣይኮነን እሞ እቲ ከምዚ ዝመሰለ ሰብ ካብ ጎይታ ገለ ዝቕበል ኣይምሰሎ። ድኽነትን ሃብትን ቁጽሪ ትሽዓተ እቲ ለጠቕ ዝበለ ሓዉ ግና ልዕል ብምባሉ ይመካሕ። እቲ ሃብታም እውን ከም ዕምባባ ሳዕሪ ክሓልፍ እዩ እሞ ብውርደቱ ይመካሕ። ፀሓይ ምስ ዋዒኣ ትወፅእ እሞ ነቲ ሳዕሪ ተንቅፆ እቲ ዕምባባኡ ኸዓ ይረግፍ። ደመት ትርኢቱ ድማ ይጠፍእ። ከምኡውን እቲ ሃብታም ብመገዱ ክሓርር እዩ። ፈተና። ቍጽሪ ዓሰርተ ክልተ፣ ተፈቲኑ ምስ ወጸ፣ ነቲ እግዚኣብሄር ነቶም ዘፍቅርዎ ዘተስፈዎም ኣኽሊል ህይወት ኪቕበል እዩ እሞ፣ እቲ ብፈተና ዚዕገስ ሰብኣይ ብጹእ እዩ። ኣምላኽሲ ብእኩይ ኣይፍተንን፣ ባዕሉውን ንሓደ እኳ ኣይፍትንን እዩ እሞ፣ ሓደ እኳ ምስ ተፈተነ፣ ኣምላኽ ፈቲኑኒ ኣይበል፣ ነፍሲ ወከፍ ግና ብገዛእ ትምኒቱ ተሳሒቡን ተሓቢሉን እዩ ዚፍተን። ደሓር ትምኒት ምስ ጠነሰት ንሓጢኣት ትወልዶ፣ ሓጢኣት ምስ ተፈጸመ ድማ ንሞት ይወልዶ። ኣቱም ፍቑራት ኣሕዋተይ ኣይትስሓቱ። ጽቡቕ ውህበትን ምሉእ ውህበትን ካብ ላዕሊ እዩ፣ ካብቲ ለውጢ ወይስ ምምልላስ ጽላሎት ዘይብሉ ኣቦ ብርሃናት እዩ ዝወርድ። በዅሪ ፍጥረቱ ምእንቲ ክንከውን ኢሉ እዩ ከም ፍቓዱ ብቓል ሓቂ ዝወለደና። ሰማዕትን ገበርትን። ቁጽሪ ዓሰርተ ትሽዓተን ዕስራን ፍቑራት ኣሕዋተየ እዚ ትፈልጡ ኢኹም፣ ኩራ ሰብኣይሲ ጽድቂ ኣምላኽ ኣይገብርን እዩ። ስለዚ ነፍሲ ወከፍ ሰብ ንምስማዕ ቅልጡፍ፣ ንምዝራብ ደንጓዪ፣ ንኩራ ደንጓዪ ይኹን። ስለዚ ንርኽሰት ዘበለን ብዝሒ ክፍኣትን ኣርሕቑ። ነቲ ንነፍስኹም ከድሕና ዝከኣሎ ትኹል ቃልውን ብገርህነት ተቐበልዎ። ገበርቲ ቃል ኩኑ፣ ርእስኹም እናጠበርኩም ሰማዕቲ ጥራይ ኣይትኹኑ። ሓደ እኳ ሰማዕ ቃል ኮይኑ ገባሪ እንተ ዘይኮነ፣ ንሱ ነቲ ንገጽ ፍጥረቱ ብመስትያት ዝርኢ ሰብኣይ እዩ ዝመስል። ነፍሱ ይርኢ እሞ ይኸይድ፣ ብኡ ብኡውን ከመይ ምዃኑ ይርስዕ። እቲ ኣብቲ ምሉእ ሕጊ ንሱ ድማ ሕጊ ሓርነት ኣጸቢቑ ዝጥምትን ዝጸንዕን ግብሪ ዝገብር እምበር፣ ዘይርስዕ ሰማዒ ግና፣ እዚ ብግብሩ ብጹእ ክኸውን እዩ። ሓደ እኳ ንልቡ ደኣ ዘስሕቶ እምበር፣ ልሳኑ ዘይለጉም እንተሎ፣ ንኣምላኽ ዘምልኽ ከም ዘሎ እንተ መሰሎ፣ ኣምልኾኡ ከንቱ እዩ። ኣብ ቅድሚ ኣምላኽን ኣቦን ንጹህን ርኽሰት ዘይብሉን ኣምልኾ እዚ እዩ። ርእስኻ ካብ ርኽሰት ዓለም እናሓሎኻ፣ ንዘኽታማትን መበለታትን ኣብ መከርኦምን ጸበባኦምን ምብጻሕ እዩ።

ኣቱም ኣሕዋተ እምነት ብጎይታና የሱስ ክርስቶስ ጎይታ ክብሪ ብዘይ ኣድልዎ ሓዙ። ኣብ ቤት ጸሎትኩም ሓደ ብዓል ቀለቤት ወርቂ ባዕባዕ ዝብል ክዳን እተኸድነ ሰብኣይ እንተ ኣተወ፣ ሓደ ድኻ ድማ ረሳሕ ክዳን ተኸዲኑ እንተ ኣተወ፣ እሞ ነቲ ባዕባዕ ዝብል ክዳን እተኸድነ እንተ ርኢኹም፣ ንስኻ ኣብዚ ጽቡቕ ስፍራ ተቐመጥ እንተ በልኩምዎ፣ ነቲ ድኻ ድማ ንስኻስ ኣብቲ ደው በል ወይስ ኣብ ትሕቲ ድኳ እግረይ ተቐመጥ እንተ በልኩምዎ፣ ኣብ ንሓድሕድኩም ኣድልዎ ምግባር ዶ ኣይኮነን? ብኽፉእ ሓሳብ ዶኸ ፈራዶ ኣይኮንኩምን? ቁጽሪ ሓሙሽተ፣ ኣቱም ፍቑራት ኣሕዋተየ ስምዑ፣ ብእምነት ክህብትሙ ነቶም ዘፍቅርዎ ተስፋ ዘግበረላ መንግስቲ ኸኣ ክወርሱ ኢሉ ዶ ኣምላኽ ነቶም ድኻታት እዛ ዓለም እዚኣ ኣይሓረዮምን እዩ? ንስኻትኩም ግና ነቲ ድኻ ነዓቕኩምዎ፣ እቶም ሃብታማት ዶ ኣይኮኑን ዝሕየሉኹምን ናብ መጋባእያ ዝስሕቡኹምን? ንሳቶምዶ ኣይኮኑንከ ነቲ እተጸዋዕኩምሉ ክቡር ስም ዝጸርፉ ዘለዉ? ሕጂ ግና ከምቲ ጽሑፍ ንብጻይካ ከም ነፍስኻ ጌርካ ኣፍቅሮ ዝብል፣ ነቲ ንጉሳዊ ሕጊ ብሓቂ እንተ ፈጸምኩምዎ ሰናይ ትገብሩ ኣለኹም። እንተ ኣድለኹም ግና ሓጢኣት ትገብሩ ኣለኹም። እቲ ሕጊ ኸኣ መፍረስቲ ምዃንኩም ይረትዓኩም እዩ። ንብዘሎ እቲ ሕጊ ሓልዩ ኣብ ሓንቲ ዝብድል ብኹሉ እዩ በደለኛ ዝኸውን። እቲ ኣይትዘሙ ዝበለ ኣይትቕተል ድማ በለ። ስለዚ እንተዘይዘሙኻ እኳ ካብ ትቐትልሲ መፍረስ ሕጊ ኢኻ። ነቲ ምሕረት ዘይገበረስ ምሕረት ዘይብሉ ፍርዲ ክኾኖ'ዩ። ምሕረትሲ ኣብ ፍርዲ ትምካሕ'ያ እሞ ከምቶም ብናይ ሓርነት ሕጊ ዝፍረዶም ከምኡ ተዛረቡ ከምኡ'ውን ግበሩ። እምነትን ግብርን ቁጽሪ ዓሰርተ ኣርባዕተ። ኣሕዋተየ ሓደ ሰብ እምነት ኣላትኒ እንተበለ ግብሪ ግና ካብ ዘይህልዎ እንታይ ይጠቅም? እዛ እምነት እዚኣ ዶ ከተድሕኖ ትኽእል እያ? ሓው ወይስ ሓብቲ እንተ ዓረቑ ናይ ዕለት ምግቢ እውን እንተ ሰኣኑ እሞ ንስግኦም ዘድሊ ከይሃብኩምዎምሲ ሓደ ካባኻትኩም ብሰላም ኪዱ ምቑት ጽገቡ እንተ በሎም እንታይ ይጠቅም? ከምኡ ኸኣ እምነት ግብሪ እንተ ዘይብላስ ንርእሳ ምውቲ እያ። ቁጽሪ ዓሰርተ ሸሞንተ። ግናኸ ሓደ ሰብ ግዳ ንስኻ እምነት ኣላትካ፣ ኣነ ኸኣ ግብሪ ኣሎኒ ይብል ይኸውን። እምበኣርሲ እምነትካ ብዘይ ግብሪ ኣርእየኒ፣ ኣነውን ብግብረይ ገይረ እምነተይ ከርእየካ እየ። ንስኻስ ኣምላኽ ሓደ በይኑ ምዃኑ ትኣምን ኣሎኻ፣ ጽቡቕ ገበርካ። ኣጋንንትውን ይኣምኑን ይንቅጥቀጡን እዮም። ግናኸ ኣታ ኰንቲ ሰብ፣ እምነት ብዘይ ግብሪ ምውትቲ ምዃና ክትፈልጥዶ ትደሊ ኢኻ? ኣብርሃም ኣቦናዶ ንይስቅ ወዱ ኣብ መስውኢ ምስ ኣቅረቦ ብግብሩ ኣይጸደቀን? እምነት ምስ ግብሩ ኮይና ከም ዝዓየየት እምነት ብግብሪ ገይራውን ከም እተፈጸመት ትርኢ ኣሎኻ። እቲ ኣብርሃም ንኣምላኽ ኣመኖ እሞ ንጽድቂ ኮይኑ ተቆጽረሉ ዝብል ጽሑፍ ተፈጸመ ፍቁር ኣምላኽ ውን ተባህለ። ቁጽሪ ዕስራን ኣርባዕተን። ሰብ ብግብሪ ከም ዝጸድቕ ብእምነት ጥራይ ከም ዘይኰነ ትርእዩ ኣለኹም። ከምኡ ኸኣ ረሃብ እታ ኣመንዝራ ነቶም ልኡኻት ምስ ተቐበለቶም፣ ብኻልእ መገዲውን ምስ ኣውጽኣቶም ብግብሪዶ ኣይጸደቐትን? እምበኣርከ ስጋ ብዘይ መንፈስ ምዉት ከም ዝዀነ፣ ከምኡውን እምነት ብዘይ ግብሪ ምዉትቲ እያ።

ኣሕዋተየ ዝገድድ ፍርዲ ከም እንቕበል ፈሊጥኩም ብዙሓት መምሃራን ኣይትኹኑ። ኩላትና ብብዙሕ ነገር ንስሕት ኢና እሞ ሓደ ብቓል ዘይስሕት እንተሎ ንሱ ንብዘሎ ስጋኡ ክለጉም ዝከኣሎ ብቑዕ ሰብኣይ እዩ። እንሆ ኣብ ኣፍራስ ምእንቲ ክእዘዙልና ኢልና ልጓም ንገብረሎም ኣሎና። ንብዘሎ ስግኦም እውን ብእኡ ኢና እነቕንዖ። እንሆ መራክብ ድማ ክንድዚ ዓበይቲ ክነሰንሲ ብብርቱዕ ንፋስ እናተኸብከባ ናብቲ ፍቓድ መራሒ ዝደልዮ ብንእሽቶ ስካል እየን ዝቃናዓ። ከምኡ ድማ ልሳን ንእሽቶ ኣካል እያ እሞ ብዓብዪ ነገር ትምካሕ። እንሆ ንእሽቶ ሓዊ ክንደይ ዓብዪ ዱር ዘይተንድድ። ልሳን እውን ሓዊ እያ። ዓለም ዓመጻ እያ። ልሳን ኣብ ማእከል ኣካላትና ሰፊራ ንብዘሎ ስጋ ተርክሶ ኣላ። ንመዘወር ንብረት ከኣ ተንድዶ፣ ብገሃንም እውን ዝነደደት እያ። ኵሉ ዓሌት እንስሳን ኣዕዋፍን ለመም ዚብልን እንስሳ ባሕርን ብባህርይ ሰብ ይግዛእ፣ ተገዚኡ እውን ኣሎ። ግናኸ ንንሳንሲ ሓደ ሰብ እኳ ኪገዝኣ ኣይተኻእሎን። ንሳ ዘይትዓርፍ፣ እክይቲ፣ ዚቐትል ሕንዚ ዝመልአት እያ። ብኣኣ ጌርና ንጐይታን ነቦን ንምረቕ፣ ብኣኣ ጌርና እውን ነቶም ብምስሊ ኣምላኽ እተፈጥሩ ሰባት ንረግም። ካብ ሓደ ኣፍሲ ምርቓን መርገምን ይወጽእ። ኣሕዋተየ እዚ ከምዚ ክኸውን ኣይግባእን እዩ። ወይስ ዒላ ዶ ካብ ሓንቲ ዓይኒ ማይ ጥዑምን መሪርን ማይ ትፍልፍል እያ? ኣቱም ኣሕዋተየ ኦም በለስ ዶ ፍረ ኣውሊዕ ክተፍሪ ይከኣላ እዩ? ወይ ተኽሊ ወይንስ ፍረ በለስ? ከምኡኸ እታ ዒላ ጨው ጥዑም ማይ ክተፈልፍል ኣይከኣላን እዩ። ሰማያዊ ጥበብ ቁጽሪ ዓሰርተ ሰለስተ። ኣብ ማእከልኩምከ ለባምን ኣስተውዓለን መን እዩ? ንሱ ብሰናይ ኣካይድኡ ብለውሃት ብጥበብ ገይሩ ግብሩ የርኢ። መሪር ቅንእን ሻራን ኣብ ልብኹም ካብ ዝህልወኩም ግና ንሓቂ እናተጻረርኩም ኣይትመክሑን ኣይትሓስዉን። ኣብቲ ቅንእን ሻራን ዘለዎ ኣብኡ ምፍራስ ስርዓትን ኩሉ እኩይ ግብርን ኣሎ እሞ እዛ ጥበብ እዚኣ ምድራዊትን ስጋዊትን ሰይጣናዊትን እያ እምበር ካብ ላዕሊ እትወርድ ኣይኮነትን። እታ ናይ ላዕሊ ጥበብ ግና ቅድም ንጽህቲ እያ ደሓርውን ሰለማዊት፣ ልእምቲ፣ ሰማዕ፣ ምሕረትን ጽቡቕ ፍረን ዝመልእት፣ ብዘይ ዝርየትን ብዘይ ግብዝናን እያ፣ ነቶም ሰላም ዝገብሩውን እቲ ፍረ ጽድቂ ብሰላም ይዝርኦም እዩ።

ቁጽሪ ሓደ፣ እቲ ኣብ ማእከልኩም ዘሎ ውግእን ባእስን ካበይ እዩ ዝመጽእ ዘሎ? ካብቲ ኣብ ኣካላትኩም ኮይኑ ዝዋጋእ ዘሎ ፍትወት ስጋኹም ደይኮነን? ትምነዮዮ እሞ የብልኩምን፣ ትቐትሉን ትቐንኡን እሞ ሓንቲ እኳ ክትረኽቡ ኣይከኣለኩምን እዩ። ትባኣሱን ትዋጉኡን ኢኹም ስለ ዘይ ለመንኩም የብልኩምን ትልምኑ ኢኹም እሞ ብፍትወት ስጋኹም ምእንቲ ክትዘርውዎ ብኽፉእ ስለ ዝለመንኩም ኣይትቕበሉን ኢኹም ኣትን ዘመውቲ ፍቕሪ ንዓለምሲ ንኣምላኽ ጽልኢ ምዃኑ ዶ ኣይትፈልጣን ኢኽን እምበኣርከ ፈታዊ ዓለም ምዃን ዝደሊ ንሱ ጸላኢ ኣምላኽ ኢዩ ዝኸውን። ወይስ እቲ ጽሑፍዶ ብኸንቱ ዝብል ዘሎ ይመስለኩም? እቲ ኣባና ዘሕደሮ መንፈስከ ክሳዕ ቅንእዶ ሃረር ይብል እዩ? ንሱ ግና ኣብዚሑ ጸጋ ይህብ። ስለዚ ድማ ኣምላኽ ንዕቡያት ይጻረሮም፣ ንትሑታት ግና ጸጋ ይህቦም እዩ ይብል። እምበኣርሲ ንኣምላኽ ተገዝእዎ፣ ንዲያብሎስ ግና ተጻረርዎ እሞ፣ ንሱ ካባኻትኩም ክሃድም እዩ። ንኣምላኽ ቅረብዎ ንሱውን ክቐርበኩም እዩ። ኣቱም ሓጥኣን ኣእዳውኩም ኣጽርዩ። ኣቱም ሰብ ክልተ ልቢውን ልብኹም ኣንጽሁ። ተሸገሩን ጐሃዩን ብኸዩን። ሰሓቕኩም ናብ ብኽያት ሓጐስኩምውን ናብ ሓዘን ይለወጥ። ኣብ ቅድሚ እግዚኣብሄር ትሕት በሉ ንሱውን ልዕል ከብለኩም እዩ። ኣብ ሓውካ ምፍራድ ከም ዘይግባእ። ቁጽሪ ዓሰርተ ሓደ። ኣቱም ኣሕዋተየ ንሓድሕድኩም ኣይትተሓማመዩ እቲ ንሓዉ ዝሓሚ ወይስ ኣብ ሓዉ ዝፈርድ ነቲ ሕጊ ይሓምዮ ኣብ ሕጊ ዉን ይፈርድ ኣብ ሕጊ ካብ እትፈርድ ግና ፈራዲ እምበር ገባሪ ሕጊ ኣይኮንካን እቲ ከድሕንን ከጥፍእን ዝኽእል ሓጋጊ ሕግን ፈራድን ሓደ ንሱ እዩ ኣብ ብጻይካ እትፈርድ ከ ንስኻ እንታዋይ ኢኻ ትምክሕቲ ከም ዘይግባእ። ቁጽሪ ዓሰርተ ሰለስተ፣ እስኪ ሕጂኸ ንስኻትኩም ሎሚ ወይስ ጽባሕ ናብታ ኸተማ እቲኣ ንኺድ እሞ፣ ኣብኣ ዓመት ንግበር፣ ክንነግድን ክንረብሕን ኢና እትብሉ፣ ንስኻትኩም ነቲ ጽባሕ ዚኸውን ኣይትፈልጥዎን ኢኹም፣ ህይወትኩም ደኣ እንታይ እያ? ንቝሩብ ግዜ ተርእዩስ፣ ደሓር ዚበንን ትኪ ኢኹም። ጐይታ እንተ ፍቐዶ ንሕናውን እንተ ኣሊና እዚ ወይስ እቲ ክንገብር ኢና ኣብ ክንዲ ምባልሲ ሕጂ ግና ብምጅሃርኩም ትምክሑ ኣሎኹም። ከምዚ ዝበለ ኩሉ ትምክሕቲ ክፉእ እዩ። እምበኣርስከ እቲ ሰናይ ምግባር ዝፈልጥ እሞ ዘይገብሮ ንእኡ ሓጢኣት ይኾኖ እዩ።

ኣቱም ሃብታማት እስኪ ሕጂኸ በቲ ዝመጸኩም ዘሎ ምግደራ ዋይ ዋይ እናበልኩም ብኸዩ። ሃብትኹም መሽሚሹ ንኽዳውንትኹም ውን ብልዒ በሊዕዎ። ወርቅኹምን ብሩርኩምን መሪቱ፣ እቲ ምምራቱ ኸኣ ክምስክረልኩም እዩ። ንስጋኹም ውን ከም ሓዊ ክበልዖ እዩ። ኣብዘን ዳሕሮት መዓልታት መዝገብ ኣኪብኩም ኣለኹም። እንሆ ውዕለት እቶም ጎረኹም ዝዓጽዱ ዓየይቲ ንሳትኩም ከኣ ዝገደብኩምዎም የእዊ ኣሎ፣ ኣውያት እቶም ዓጻዶውን ኣብ እዝኒ እግዚኣብሄር ጸባኦት በጺሑ ኣሎ። ኣብ ምድሪ ሓንቂቅኩምን ጥዒሙኩምን፣ ከም ብመዓልቲ ማሕረዲውን ልብኹም ኣስቢሕኩም። ፈሪድኩም ነቲ ጻድቕ ቀቲልኩምዎ፣ ንሱ ኣይጻረረኩምን እዩ። ትዕግስትን ጸሎትን። ቁጽሪ ሸውዓተ። እምበኣርሲ ኣሕዋተየ ክሳዕ ምጽኣት ጐይታ ተዓገሱ። እንሆ፣ ሓረስታይ ነቲ ኽቡር ፍረ ምድሪ ይጽበዮ፣ ኣኸዛን ማይ ጽባሓትን ክሳዕ ዚረክብ እውን ይዕገስ እዩ። ንስኻትኩም ከኣ ምጽኣት ጐይታ ቀረባ እዩ እሞ፣ ተዓገሱ፣ ልብኹም እውን ኣጽንዑ። ኣሕዋተየ ከይትፍረዱ ኣብ ንሓድሕድኩም ኤህ ኣይትበሉ። እንሆ እቲ ፈራዲ ኣብ ኣፍ ቤት ደው ኢሉ ኣሎ። ኣቱም ኣሕዋተየ፣ ነቶም ብስም እግዚኣብሄር እተዛረቡ ነብያት፣ ኣርኣያ ሓሳረ መከራን ትዕግስትን ግበርዎም። እንሆ ነቶም እተዓገሱ ብፁዓን እዮም ንብሎም ኣሎና። ብዛዕባ ትዕግስቲ እዮብ ሰሚዕኹም ኣሎኹም። እግዚኣብሄር ከኣ ብዙሕ ለውሃትን ዝመልአን ደንጋጽን እዩ እሞ፣ ነቲ እግዚኣብሄር ዝገበረሉ መወዳእታ ርኢኹምዎ ኣሎኹም። ቁጽሪ ዓሰርተ ክልተ። ግናኸ ኣቱም ኣሕዋተየ ኣብ ትሕቲ ፍርዲ ከይትወድቁስ፣ እቲ እወኹም እወ፣ እቲ ኣይኮነን ዝበልኩምዎ ኸኣ ኣይኮነን ይኹን እምበር፣ ቅድሚ ዅሉ ብሰማይ ወይስ ብምድሪ ወይስ ብኻልእ ማሕላ ኣይትምሓሉ። ቍጽሪ ዓሰርተ ሰለስተ ኣብ ማእከልኩምዶ ሓሳረ መከራ ዝጸግብ ኣሎ? ይጸሊ። ሕጉስዶ ኣሎ? ይዘምር። ኣብ ማእከልኩምከ ዝሓመመዶ ኣሎ? ንሽማግለታት ማሕበር ይጸውዕ፣ ንሳቶም ከኣ ብስም እግዚኣብሄር ዘይቲ እናለኸይዎ ኣብ ልዕሊኡ ይጸልዩ። እታ ናይ እምነት ጸሎት ድማ ነቲ ሕሙም ከተድሕኖ እያ፣ ጐይታውን ከተንስኦ እዩ። ሓጢኣት ገይሩ እንተ ዀይኑውን ክሕደገሉ እዩ። እምበኣርሲ ምእንቲ ክትፍወሱ ንሓድሕድኩም ሓጢኣትኩም ተኣመኑ፣ ምእንቲ ንሓድሕድኩም እውን ጸልዩ። ጸሎት ጻድቕ ብግብራ ብዙሕ ተስልጥ እያ። ኤልያስ ከማና ዝድኻሙ ሰብ እዩ ዝነበረ። ዝናብ ከይዘንብ ከኣ ጸሎት ጸለየ እሞ፣ ሰለስተ ዓመትን ሽዱሽተ ወርሕን ኣብ ምድሪ ኣይዘነበን። ከም ብሓድሽ ድማ ጸለየ፣ ሰማይ ከኣ ዝናብ ሃበ፣ ምድሪውን ፍሬኣ ኣብቈለት። ቁጽሪ ዓሰርተ ትሽዓተ ኣቱም ኣሕዋተየ፣ ሓደ ካባኻትኩም ካብ ሓቂ እንተ ዘንበለ፣ ሓደ ኸኣ እንተ መለሶ፣ እቲ ንሓጥእ ካብ መገዲ ጌጋኡ ዝመለሶ፣ ንነፍሱ ካብ ሞት ከም ዘድሕን፣